ሰላም ኣሕዋት ኣብ ናይ ለማዓንቲ ቪድዮና ኣብዚ ማሕራዊ ሚድያ ሓድሽ ዘለዎ ነገራት ብሓደ ኮይና ክንርኢ ኢና ካብኣቶም ሓደ ድማ። በቲ መስመር ናይ ዓሰብ ጠንቀምቀም ኢላ ኢትዮጵያ ናይ ውግእ ነፋሪት ተሃሪማቶም ኣላ። የጦርነት ደመና እየታየ ነው ሲሉ የትግራይ ጊዜያዊ አስተዳደር ፕሬዝዳንት ጀነራል ታደሰ ወረደ ተናገሩ። ብዛዕባ እዚኣቶምን ካልኦትን ክንርኢ ኢና ሰናይ ምክትታል። ዮው ሰላም ሰላም ዝኸበርኩም ናይ ረማይ ፊልምስ ዩቱብ ቻነል ቤተሰብ ዝኸርኹም ተኸታተልተይ ዝፈተኩም ተኸታተልተይ ሮማናትኹም ተመሊሰ መፅ ኣለኹ እሺ ኣሕዋት ቅድሚ ኩሉ ድሕና ዲኹም ጥዕና ስራሕ ቤተሰብ ኩሎ ቦትኡ ድዩ ቁሪ ዛሕሊ ሙቆት ኣቦ ቦታኹም ፅቡቅ ድዩ ኣመስገን ተመስገን እሱ ይሰኣን ብምቕፃል ህምና ልማዕት ዩልና ከም ዝተለመደ ክንስሕቅ ክንጫወት ክንዘናጋዕ ኩሉ ሙሉ ኣብ ቦታና ተረኪና መጺና ኣለና ቅድሚ ናብ ቪድዮና ምታይና ግን ንሻነ ዝሓደሽ ኹንኩም ሳት ሃሊኹም እንታይ ጽቦ ኣለኹም ሰብስክራይብ ብምጋር ቤተሰብ ኹኑ ብምቕጻል ነዛ ቪድዮ እዚኣ ድማ ናብ ብዙሓት ሳት ክትበጽሕ ስለ ዘለዋ ኩላትና ላይክ ሼር ምጋር ይንረስዕ ሕዚ ናብ ቪድዮና ክእተወኩም እየ ክሳብ መወዳእታ ቪድዮና ምሳኹም ትከታተሉ ብኽብሪ ዝሓትት ሰናይ ጻንሒት። እሺ ኣሕዋት እቲ ቪድዮና መጀመሪ ክኾና ብዚኣ ንጀምር። እዞም
እወ ጥራይ ትብሉ ሰባት ኣለኹም ገለመለ ሰብ ዝኾነ ነገር ተኢልኩምስ እወ ጽቡቕ ኣለኻ እወ እወ እዚ ክስቶ እኮ ከምኡ ኢሉ ነይሩ ጽብቕቲ ከማይ እኮ ኢልዋ ሓቁ እዩ እኮ ከም ሓቁ እዩታ ሓቁ እኳ ከውን እኳ ኣይትብሉን ኢኹም ገሊኹምስ ሓቁ እዩ ኢኹም ትብሉ ኣነ ሓደ ነገር ክብለኩም ንነገራት ባዕልኹም ጃጅ ክትገብርዎ ፈትኑ። በተሓሳስባኹም በቲ ናትኩም ኣብ ርእስኹም ኣምላኽ ዝዓደለኩም ኣእምሮ ብኡ ጌርኩም ክትፈርድዎ ፈትኑ። ተረዲኹምኒ? ሰባት ኢሎሙና ኢልኩም ተተሓሒዝኩም ምስኦም ኣብ ህጉም ኣይትእተዉ። ናትኩም ናትኩም ኣተሓሳስባን ናትኩም ኣረኣእያን ክትፈጥሩ ጀምሩ። ተረዲኹምኒ? እዚ ጽቡቕ ኣይኮነን። ዝኾነ ሰብ ዝኾነ ነገር እንድሕር ኢልካ ን እዚኣ ክስቶ ሓወይ እዚኣ ከምዚኣ ዝበልካያስ ንዓይ ኣይነጸረትለይን እሞ ክትደግማ ትኽእል ዲኻ ወይ ኣብርሃያ ወይ ኣነ ኣይሰማማዓላን እየ ከኣ ክትብል ትኽእል ኢኻ ደስ ዘይብለካ ነገር ብሓይሊ ተሰማማዓሉ ዝብለካ ሰብ የለን ንዓኻ ተረዲኹምኒ ስለዚ እዚ ከምዚ ዓይነት ነገራት ኣዚኹም ኣስተውዕሉሉ ኣነ ንዓይ ዘየኽብረኒ ሰብ ኣየኽብሮን እየ ኣየኽብሮን እየ ክብለኩም ከለኹ ኣብ ጥቃይ ኮፍ ክብል ወይ ምሳይ ኣብ ሂወተይ ክኣቱ ኣየፍቅደሉን እየ እምበር ከም ሰብ ዝግብኦ ክብሪ ክህቦ እየ ብሩኽ መዓልቲ። እሺ ኣሕዋትና እዛ ሓውና ቪድዮ ምስ ሰማዕኩሞ ኢኩም ማለት ሓደ ሓደ ሰባት ኣለኹም ኣለና ማለት ኣብ ዘረባ ማእከል ሲ ናዋጋዕካ ገለ ኣብ መንጎና ምታይ ትኣትው ኩሉ ነገር ንምስምዕ ማለት ምኩር ኦ ትክክል ትክክል በቃ ኣብ እዚኣ ሓቅኻ ገለ ናብ ማለት ኣቲ ማለት ዋላ ትክክለኛ ነገር ይዛረብ እዚ ምስ ኩሉ ነገር ተስማዕምዑ ግን ናይዚ ምክንያት ኣይዲ ዝመስለኒ ኣነ ትዛረብ ዘሎ ኣካል ተቅዲሙ ምሳኻ ዝዛረብ ኣሎ ማለት እዩ እንድሕር ዘራዚ ወዲ ተኮይኑ በቃ ዘረባ ዘይውድእ ተኮይኑ ዘረባ ምእታ ንክውድእ እንታይ ትገብር እዎ እዎ ብጣዕሚ
ስምዒዶ እዛ ቦርጭ ድያ ሓሻዊት እዚ ዶክተር ድያ ሓሻዊ ምፍላጥ እኮ ስኢና ኣመይ ዳይ ጀምር ኢልኒ ጀሚራ የቐንስ ምግቢ ቀንስ ኢልኒ ሓዲጋ

ሕሞይ ወስቲ ዘገብሉ። ብሓንሳብ ደቂስኩም ኔርኩም ዲኹም? ዝኾነ ነገርስ ፈጺምኩም ዶ? ሓደ መዓልቲ ጋሻ መጺእና መደቀሲ ምስ ተወሓሓደናስ፣ ወላ ላዕልን ታሕትን ጠሚትና ኣብ ሓደ ዓራት ብሓንሳእ ክንድቅስ ኢሉኒ። ህም! ሕራይ ኢለዮ። ሽዑ ከኣ ጽንሕ ኢሉስ፣ እሞ ቁልቁል ኮይኑንስ ወላ ናባኺ ገጸይ ዶ ክጥወ እብለኒ። ዋእ! ኣነኸ ኣብ ገዛእ ገዝኡን ዓራቱን ዶ ክቃወሞ ኢለ ሕራይ እብሎ። ትሰምዕን ደለኺ? ቀጽሊ።
ጥውይ ምስ በለ ኣንሶላ እዩ ተኸዲኑ ነይሩ፣ እዛ ኣንሶላስ ረቒቓትኒ፣ ዋላ ምሳኺ ዶ ኮቦርታ ክደን? እብለኒ። ኣነ ኸኣ ብገዛእ ኮቦርትኡን ኣንሶሉን ዶ ክቃወሞ ኢለ ሕራይ እብሎ። ውይ ኣንትስ ትርሓስ ክንደይ ኮለል ክትፈትዊ ኢኺ ጓለይ። እሞ ዝኾነ ነገርስ ጌርኩም ዲኹም ኣይገበርኩምን? ዋይ ኣንቲ ሌላ ቀሪቢ እየ ወድእኒ ሽዑ በታ ሓንቲ ኮቦርታ ንኽደኖ እሞ ሽዑ ኸኣ ጽንሕ ኢሉስ ኣነስ ነቲ ምሳይ ዘሎ ሰብ እንተዘይሓቚፈዮስ ድቃስ ኣይመጸንን እዩ እብለኒ። በቃ በቃ ኣብዚኣ እያ ተፈጢራ እዛ ነገርሲ ምሕቋፍ ምስ ተጀመረ።
ኣነ ኣብ ገዛእ ገንዘቡ ደሞ ኣፍካ ኣበይ ኮይኑ ኢለ ሕራ ይብሎ ኡፍ ሽዑ ከ እንታይ ምዃኑ እየ ፈለይ ዘይዘከርክዎ እምበር ገለስ ንገብር ነርና ኢና።
ይገርም ይሕዋት ማለት ካኩም ዝተጠንቀቁ እስኪ ካብ ንሰብ ሓቂፎም ክድቅሱ ዘይክእሉ ሰባት ኣለዉ መስልኒ ሓደ ሓደ ብዘይ እሱ ዘይድቀስ ኣሎ ድሕዚ ሓቂፎም ድቃስ ኣይመጾምን። Yeah boy! ሓሚማ ኢለ ከይገድፋ! ሓሚማ ኢለ ከይገድፋ! ሓሚሙ ኢለ ከይገድፎ! ሓሚሙ ኢለ ከይገድፎ!
ዓዊራ ጸሚማ ኢለ ከይገድፋ!
ዓዊራ ጸሚማ ኢለ ከይገድፋ! ጸሚማ ዓዊራ ኢለ ከይገድፎ!

ኣቲ ዶፎቕ ኢልካ ካብ ኮፍ ትብልስ ማይ ተምጻእክለይ ታይ ትሰእን ማይ ኣምጽእለይ ስተ
ዓሰርተ ግዜ ከም ዕንቁሮ ኣብ ማይ ከምጽእ ሰብ ዲኹም ዕንቁሮ እኳ ጠፊእኒ ቁራብ
ቁራብ እምበኣር መሓዛ ክጸዊዕክለይ እንታይ መን ኢኻ መሓዛይ እቲ ዘረባ ገዲፍክን ዕምጽለይ ኣቲ ኣይምጽእ

ኣብ ሸኣና ስተየኪ ከሎ የዕልል ጥራይ ሓንቲ ኣዝያ ዓባይ ጥቕሲ ኣላ ዓለም ሙሉእ ዝፍለጠላ ኣብቲ መጀመርታ ይብል ወዲ ይዛረብ ጓል ትሰምዕ ድሕሪኡ ሓዳር ኮነ ህ ጓል ትዛረብ ሰብኣይ ይሰምዕ ኣብ መወዳእታ ቆልዑ ምስ ወለዱ ክልቲኦም ይዛረቡ ጎረቤት ይሰምዕ በሃል ሕጂ እዚ መስርሕ ናይ ሂወትኩም እዩ መጀመርያ ክንድውር ከለና ንሕና ገለ ከምኡ እሱ ብዙሕ ትዛረብ ገለ ወዲ ገለ ጆክስ ተንፍስ ገለ መለታት ገለ ደሓር ከምኡ ክውን ኢልካ እንድሕር ትሓስብ ኮንካ ጌጋ እዩ ደሓር ምስ ተጸቕጠት ሰብ ኣብ ጆክ የለን ሓቅኺ ስኺ ጆክ ኣርኪብኪ ድለኽዎ ባዕለይ ሽሕዋት እዛ ቪድዮ ምስ ሰማዕኩማ ኢኹም ማለት ሓቁ እዩ ኣወዳትሲ ኣብ መጀመርያ መዓልቲ ተራኺብካ ገለ ገለ ምስ ሓንቲ ጓልስ ብጣዕሚ ኢኻ ተዋግዓ ምክንያቱ ክትፈልጠካ ትደሊ ክትፈልጣ ትደሊ ካብኡ ከዓ ፎትያትካ ደ ፎትየትካ ንምርጋፅ ትደሊ ግን ኣወዳት ሓንቲ ሕፅር ዝበለት ቪድዮ ምፅልኩም ካብ ሎማዓንቲ ፃዕሪ የለን እዛ ቪድዮ ንረያ ሓንቲ ጓል ተፍቅረካ እንተኾይና ትገብሮም ባህርያት ኣዝያ ከም ተፍቅረካ ዝሕብር ምልክታት ቀዳማይ ፍቕራዊ ርክብኩም ንዝተወሰነ ግዜ ተቐጺሉ ኣብዚ ከይዲ እዚ ሒደት ኣዋርሕ ሓሊፉ ኣሎ ንበል ክሳብ ሕጂ ድማ ጽቡቕ ርክብ ኣለኩም ስሩዕ መልእኽትታት ትለዋወጡ፣ ብሓንሳብ ትወጹ፣ ትዘናግዑ፣ እዚ ግዜ እዚ ክትረኣኣዩሉ ትናፋፈቑሉ ባህ ዘብል መድረኽ እዩ። በንጻሩ ድማ ንኽንደይ ዝኣክል ግዜ ከም ዝቕጽል ርግጸኛ ስለ ዘይኮንካ ብስክፍታ እንታይ ከም ዝኸውን ትዕዘብ። ይኹን እምበር ፍቕራዊ ርክብኩም እንተ ደኣ ንልዕሊ ሽዱሽተ ወርሒ ጸኒሑ፣ ብዝያዳ ክዓቢ ተኽእሎታት ኣለዎ። ካልኣይ፣ ምስ ስድራቤትካ ክትራኸብ ትደሊ'ያ። ናብ ስድራቤትካ ክትወስዳ ምስ ትሓታ፣ ብኡ ንብኡ ከይተዋላወለት ነቲ ሓሳብ እንተ ተቐቢላቶ፣ ምሳኻ ክትከውን ድልውቲ ምዃና ዘርኢ እዩ። ምስ ስድራቤትካ ምርኻብ ምድላያ ሓደ ዓቢ ስጉምቲ እዩ፣ ነቲ ፍቕራዊ ርክብ ድማ፣ ዝያዳ ወግዓዊ ይገብሮ። ዝኾነት ትኹን ጓል ምስ ስድራቤትካ ክትራኸብ ትውስን ብልባ ምስ ትዳሎ ጥራይ እዩ። እሺ ኣሕዋት ብፍላይ ድማ ኣወዳት ኣሕዋተይ ማለት እዩ እዞም ምልክታት እዚኣቶም እንተሪኢኹም በቃ ወድኡ ካብ ሎማዓንቲ ዘረባ የድልየኩምን ብዙሕ ዘረባ የብዝሕ ኣየድልየናን እሺ ኣሕዋት ካብዚ ምቕጻል ዘሪእኩም ቪድዮ ድማ ማለት እዩ ብፍላይ ድማ ኣብ ወጻኢ ዘለኹም ኣሕዋትና ተጠንቀቑ ብፍላይ ድማ ኣወዳት ንረኦ እዚ ቪድዮ ኣብ ዩናይትድ ኪንግደም እትቕመጡ ሰባት ማለት'ዩ፣ ነዚ ኣውቶቡስ እዚኣ ወይ ድማ ነዚኣ ባንግ ባስ ተባሂላ እትፍለጥ ሚኒቫን ማለት'ዩ፣ ክትርእይዋ ኢኹም ኣብ ምሉእ ዩኬ ትዘውር'ያ ዘላ ማለት'ዩ። ናይዚኣ ሓላፊት ወይ ድማ ዋና ዝኾነት ሰብ ቦኒ ብሉ ተባሂላ ትጽዋዕ። ብዛዕባ እዚኣ ሰብ ድማ ሓደ ክልተ ክብለኩም'የ ማለት'ዩ፣ እዚኣ ሰብ እዚኣ። ኣብ ጊንስ ኦፍ ሪከርድ ክትምዝገብ እያ ድሌታ ማለት እዩ። ቅድሚ ሕጂ ኣብ ሓደ መዓልቲ ምስ ሓደ ሽሕ ሰብ ደቂሳ ነይራ። እዚ ነገር ግን ብሓንቲ ኣሜሪካዊት ነዚ ሪከርድ ማለት እዩ ስለ ዝተሳዕረት ወይ ድማ እቲ ሪከርድ ካልእ ሰብ ወሲድዎ ስለ ዝነበረ ሕጂ ዓሰርተ ሽሕ ክተእትዎ ድሌት ኣለዋ ማለት እዩ። ነዚኣ ቫን በስመ ሙሉእ መዓልቲ ኣብ በቃ ካብ ላንደን ጀሚራ ሙሉእ ዩኬ ክትዘውርያ ነዚኣ ባስ ዝፈልጣ ሰብ ኖርማሊ ከም ኣውቶቡስ ማለት እዩ ጠጠው ከብላ ይክእል እዩ ክኣቱ ይክእል እዩ ይምዝገብ ሓጸር ዝኮነት ቪድዮ ድማ ክትወስድ እያ ካብኡ ማለት እዩ ብድሕሪኡ ድማ ምዛ ኣብዚ ስእሊ ትሪእዋ ዘለኩም ጓል ምስ ኣይድቅስ ማለት እዩ ኣላማኣ ዓሰርተ ሽሕ ሰብ ቅድሚ እዚ ወርሒ ዝበቃ ኣብዛ ወርሒ እዚኣ ኣ- ምስ ዓሰርተ ሽሕ ሰብ ክድቅስ እዩ እቲ ፕላና ዘሎ ኤኒዌይስ ነዚ ኣባስ እዚኣ ወይ ድማ ቦታ ጠፊኡኩም ዝኾነ ነገር ጠፊኡኩም ዝኾነ ሓገዝ ወላ ደሊኹም ነዚ ኣባስ ጠጠው ከይተብልዋ ማለት እዩ ወይ ድማ ኣፍልጦ እንተዘይብልኩም ጠጠው ከይተብልዋ ወይ ድማ ክሰግሩ ክትብሉ ከማንሲ ዝኾነ እዚኣ ባስ ብሰንክኹም ጠጠው እንተይላ ጎቲታ ጥራያ ተእትወኩም ማለት እዩ ቦኒ ብሉ ትበሃል ኣብ ዩኬ ትቕመጡ ዘለኹም ንገገሊኦም እንኳን ገጸ በረከት ይብልዎ ማለት እዩ ትንዝብል ኣብዚኣ ብነጻ ተረኺባ ኣላ ማለት እዩ ባንግ ባስ በቃ እዚኣ ባስ እዚኣ ክትርእይዋ ኢኹም ወይ ድማ ዝረኣያ ማለት እዩ ስክሪንሻት ገይሩ ኣብዛ ታሕቲ ቪድዮ ኮመንት ምገብረለይ እነግረኩም ሕጂ ኦልሞስት ኣበይ በጺሓ ኣላ ኣብ ኖቲንግሃም በጺሓ ኣላ ካብ ለንደን ማለት እዩ እዚኣ ባስ እዚኣ እንተሪእኹም ራን ህደሙ ጥራይ ክብለኩም ዝደሊ ኣሕዋታ ኢና ንሰምዕ ኣለና እንታይ ይበሃል ኣሎ እንታይ ይብለና ኣሎ ዝሓውና ሓቁ ድዩ ሓቁ ድዩ ማለት ኣብ ዩከይ ዘለኹም ትኽክል ድዩ ነገር እዚ ብመኪና ናዘረ ግን ብዙሓት ሰባት ኣብዚ ቪድዮ ኮመንት ኣይደም ናብሉ ነይሮም መሲልኩም ኣበይያ ዘላ እትኸፍለና ድያ ወይስ ንኸፍላ ኢና ገለገለ ናበሉ ነይሮም ብዙሓት ሰባት ሕደጉ

ማማ እኮ እያ ዕዳጋ ወፂ ክሳብ ዝመፅእስ ርኡይ የላትን ካብኡስ ኛዕ ኢለ ይበክል ካብ ከምኡ ዋ ተወኺታ ክትገብረ ነርካ ወቲ ደጓል ትዝበጥ እዎ እሞ ኣነ ኩለኩ ብዱላ ገይረ ዕሉ ዕሉ ዕሉ ምስ ኣበልኩልስ ስቕ ኢሉ እሞ ይትንፍስ ደኸሎ እንድዒ ግን ደቂሱ ገድፈዮ
ዘይምፍላጥ ሕማቕ ኣሕዋት ዘይምፍላጥ ፀገም ቐጢጥዎ ቐቲልዎ ቆልዓ ቐቲሉ መፅዩ No! God!
Please! No! ግን ስማዕ ዝሓወይና እዚ ወቂዕካ ቀጥቂጥካ ኢሉ መጻኻ ቆልዓ ኣዲኡ እዚኣ ተኾይና ፈሪድልካ እዩ ብዛዕባየ እዚ ክሕደረድዋየ
እዚዩ ድረዮ እዚዩ ናብ ገጽኻ ክዓርፍ
ኣሕዋት ኣነ ምን ነገር እዩ ዘረና እዛ ቪድዮ እዚኣ ስዊን ኢና ናቐፃል ክንሓልፍ ምክንያቱ ገል ነገር ክወፀኒ ንኽእል ክኣ ኣፈይ ገል ነገር ተወፂን ዝመፅእ ነገር
ግን ከይትዕሺ ዝኾነ እየ ክጥይቐ ላዕሊ ክናፊ ክልራ

እንዴ ነገር ይሰልጥ ዶ ትሪኡ ኣለኹም ኢኹም እስቲ ሙኩሩ ዕድልኹም ፍትሩ። ዓይንኻ ቅፅዐለይ የምብርክኾኒ ኣሎ ንውሽጠይ ሸርሺሩ ሓፋር ቀይሩኒ ድፍረተይ መንጢሉ ሓይሊ ናይ ዓይንኻ ኮይኑ ልዕሊ ዓቅመይ ውሽጠይ ደኩምሉ ዓይንኻ ቅፅዐለይ እወ ገና ከይወዳእኹ ወቂሰ ዓይንኻ ሰሚዕኻ ለይምኖ ኮይኑኒ ላዛኻ ዶክተር ልሃበኒ ብሰዓት ልውሓጥ ክኒና ለይኾነ ኢሉ የሕውየኒ ኣደወኣይ ቅድመ ክደኣነ ለለዎ ተህቦ ብፀሎት ለይግነ ግንሲ ብምንታይ ተሰሪሕኻ ኢለ ክጠይቆ ግርምኡ ሓዩሉ ሃም ኢለ ክጠውቆ እሙማ ንጉሰይ ኣፈይ ካብ ልልጎም ካብ ልደክም ሓይለይ ፍቕረይ ክገልጸልኻስ ዓይንኻ ቅጽዐለይ። ኣሕዋት እዛ ቪድዮ እዚኣ ንምንታይ ድያ መሲልኩም ኣቱም ትግርንያሲ ንፍቅሪ ኣይኮነን ትብሉ ትብላ ከምዚ ጌርኩም እስቲ ግለጹ ኣብኡ ዘለኩም ቃላት ጽሓፍዎ እሞ ሸምድዶ እስኪ ንዓይን ንዓኣን ዘተሓቋቁፍ ከኣ ቃል ኪዳን ኩሉ ግዜ ብ ልቢ እዩ ቃል ኪዳን ዝበሃል እኮ ንስለ ጽሑፍ ወይ ንስለ ቃል ኣይኮነን ቃል ኪዳን ክበሃል ከሎ እቲ ቃልሲ ክታም ናቱ ኣብ ልቢ እዩ ዝገድም ስለዚ ቃል ኪዳን ማዕረ ክንደይ ካብ ምስጋና ተማሂረዮ።
ምትሕልላይ፣ ምትእልላይ ኣንጸርጺሩ ክመጽእ ይኽእል እዩ ሰብኣይ። ሰበይቲ ብገለ ገለ ክትጉይን ክትሓርቕን ትኽእል እያ። ነዚ ብኣጋ እንዳኣለኻ ንሳ ትጾረኒ ኣነ ጾራ ከምዚ እንዳበልካ እንዳተኻኣኣልካ እዩ ናብራ። እንድዒ! ስጋብ ሕጂ ከማይሲ ንኩሉ ሰብ ክፍጠረሉ እየ ዝብል ሳላ እዛ ክብሪ ትብዓት ቤተይ ከኣ ጽቡቅ ኣለኩ ስጋብ ሕጂ ጽቡቅ ኣለኩ። So ኣዝማት ኣይሉና ለሕዋት ምኽሪ ሓፍትኺ ንስምዓ። እቲ ሰብኣይ ክትመርጺ ከለኺ ትምርዓዊ ክትመርጺ ከለኺ ኣመራርጻ ነብስኺ እንድሕር ፈሊጥክያ ነብስኺ እንድሕሪ መንገዲ ኣሊኽክያ ጸኒሕኪ ወላ እቲ ትመርጽዮ ሰብኣይ ኣማርጻኺ ብኮንፊደንስ ኢኺ ትመርጺ ብፍላይ ጥዑያት ኣወዳት ክትረኽባ ከለኽን ማለት እዩ ጥዑያት ኣወዳት በቃ ንሓዳር ድኾኑ ድፈተውኩ ወዲ ክትረኽቢ እንድሕር ግን ደሊኺ እንድሕር ጥዑይ ሓዳር ረኺብኪ ማለት እዩ እንድሕር ዳ ቫሊዴሽን ደሊኺ ናብቶም ግሩፕ ሒዝኪዮ ትኸድኪ ኣቃቂር ኣውፅኦም ካብቲ ጥዑይ ሰብ ከላ ሓፂሩ እንድዩ ነዊሕ እንድዩ ፀሊሙ እንድዩ በራሕ ኮይኑ እንድዩ ጨጉሪ ኣለዎ እንዶ ቆርጭጩ ዶ ጠፍኒቑ ዶ ኢለን ኣብቲ ናትኪ ዝነበረ ሓሳብ እቲ ውሽጣዊ ነገር እቲ ቁም ነገር ነገር ገዲፉ ተሪፍኪ ሽዑ ብሑጋ ብሑጋ ተጠውያ ወይ ንዘመዳ ወይ ንዓዓ ትወስዶ ማለት እዩ እስኪ ንለኺ በላሕቲ ክትኮን ኣለክን በላሕቲ ውሳነ ባዕልክን ክትውስን ኣለክን ትገብሮ ነገር ባዕልክን ክትገብር ኣለክን ባዕልክን ከመይ እዩ እንታይ እንድሕር ጭንቕ ኢልክን ብርትዕ ኢልክን ከኣ በቃ ንሓንቲ ቁርብትለይ ኣብ ሂወታ ዝተስተኻኸለ ነገር ደለዋ ቁርብትለይ ሕሽ ዝበለት በእምሮ በተሓሳስባ ሕሽ ዝበለት መጀመርታ ባዕላ ክትዕርዮ ትኽእል ኣደን ኣቦ እንተለክ ነዴ ክትዕ እንድሕር ከም ድሕር ቁርብ ሕሽ ዝበለት ናብ መንፈሳዊ ነገር ዝኸደት ኣምላኽ ትፈርሕ ናብ ኣምላኽ ገጻ ዝኸደት ኬድኪ ከምዚ ከምዚ እንተይትሓይሽ ኢልክ እንድሕር መኺርኪያ ቁነ መኽሪ ሰው ዝማታ ይብለና ለውሓት ርሑስ ኣውድኣመት። ሻሎም ሻሎም ሻሎም ርሑስ ኣውዳመት ኢልና ኢና ርሑስ ኣውዳመት ንሐጎስ ኢና ግበሮ እሱራት ዝፍትሕሉ ዝሓመሙ ዝሓውይሉ ኣብ ሊብያ ኮነ ኣብ ካልእ ኣብ መገዲ ኣብ ሽግር ኣብ ጸገም ዘለኹም ብሰላም ኣብቲ ትደልይዎ ትበጽሑሉ ሓሳብ ልብኹም ዝሰምረሉ ግበሮ ብሓፈሻ ውሉድን ወላድን ዝሕጎሰሉ ሰላም ቅሳነት ፍትሒ የውርደልና እዞም ኣሕዋተይ እዘን ኣሕዋተይ ኣየሳእነና ኣውደኣመት ኮይኑ መቸም ገሊና እውን ኣብ ስራሕ ውዒልና ዝመፅና ኣለና ሕጂ ኢና ነሕልፎ ዘለና ገለ እውን ጠቕላላ እውን መዓልቲ ዘይትሕልፎ ኣውደኣመት ምዃኑ ዘይርዳእኩም ብሰንኪ ስራሕ ኣሎ ማለት እዩ ገለ ዕድል ጌርኩም ከዓ እዚ ኣውደኣመት ተስተማቕርዎ ኣለኹም ብሓፈሻ ግን ኩላትና ንሕጎሰሉ ንቐስነሉ ብዓብዪ ድማ ምስ ስድራና ኮፍ ኢልና ዕለሉ ነስተማቕሮ ግዜ የምፃልና እንዳወርክኤ ዝኸበርኩምን ዝኸበርክንን ናተትና ኢና እዛ ቪድዮ እንኳዕ ኣብፀሓና ክብለ ሰሪሐያ ኣይሳንና ኣሕዋት ኣሜን ኣሜን ማል ይንርስዕ ዝምረቓታ ተመሪቕና ኣለና ኣሜን ማል ይትረስዑ እሺ ኣሕዋት እስካብ ምቕፃል ድማ ናብዚ ማሕበራዊ ሚድያ መዘራረብቲ ዘሎ ነገራት ክወስደኩም እስኪ ብዚ ቪድዮ እዚ ንጀምር ካብ ዓድኻ ምውፃእካ ዝጎደለካ ነገር ዘርዝር እንተትበሃልሲ እንታይ ምበልካ
ብዓብኡ ክሳይ ዝበለካ ባህሊ ማለትሲ ባህልኻ ይጠፍኣካ ልክዕ ካብ ዓድኻ ምውፃእ ማለትሲ ልክዕ ካብ ገዛኻ ምውፃእ ማለት እዩ ተርዲኻኒ ሕጂ ኣብ ገዛኻ ኣቦኻ ኣሎ ኣዴኻ ኣሎ ምዕባይ ሓወኻ ኣሎ ገለ ሻሎ ውፅኢት ናይ ኩሎም ኢኻ ዋላ እቲ ኣብ ደገ ወፂኻ ትገብሮ ነገር ኣብ ገዛ ስለ ትንቀፈሉ እርኑብ ኣካይዳ ኢኻ ትኸይድ ኣብ ካብ ዓድኻ ምውፃእ ከዓ ልክዕ ካብ ስድራኻ ከም ዝተፈለኻ ጌርካ ምሕፀቦ ዳና ዓርከይ መዓዲ የብልካን መንገዲ የማን ዝመርሓካ የለን ኩሉ ነገር ኣባኻ እዩ ዝምርኮስ ሕጂ ነዚ ኩሉ ነገር ከስኻ ክትትኽእሎ ዲኻ ሕጂ እቲ ባህሊ ዝበሃል ነገር ንዓይ ጠፊኡኒ እዩ ኣባይ ጥራይ ዘይኮነሲ ኣብ ከባቢ እዩ ዋላ መሓዙተይ ኣዋልድ ኣወዳት ዋላ ኤርትራውያን ስለ ዝኾኑ ዝኾናን ጥራይ ትዕዘቦ ነገራት ኣሎ ሕጂ ብዙሕ ደስ ዘይብለካ ነገር ኣሎ ሕጂ ካብ ዓውድኻ ምውፃእ ባህሊ ባህልኻ ምርሳዕ ኮይኑ ዝስምዓኒ ሕጂ እዚ ዘሎ ኩሉ ገለ ብጣዕሚ ሕማቕ ዝኾኑ ነገራት ስለ ዝርኢ ሓንሳብ ሓንሳብ እዚኢታት ነገር ዝኸሰርና ኮይኑ ይስምዓኒ ኣይሆብ ኣብ ድሓፀረ ግዜ ከዓ እግዚኣብሔር ኣምላኽ ይወድኣልና ስደትና የሕፅረና ቀልጢፍና ኣብ ዓድናን ምስቶም ንፈትዎም ስድራናን ደቂ ዓድናን ሂወትና ምሉእ ምስኦም ክሓልፍ ደስ ዝብለኒ መፃና ከም ተዓንተው ይበለና ካብ ዓደይ ምውጻእይ ግን ባህሊ ስኢነ እዮ ባህሊ ጠፊኡኒ። ኤርትራ ምስ ኢትዮጵያ ኣብ ሰፊሕ ኮንቨንሽናል ኩናት ዘእቱ ምኽንያት የብላን ዋላ ኣቢ ኩናት ተደለየ ድብለኩም ኣቢ ኩናት እንተደልየሲ ንኤርትራ ሓደ ወጠሎን ሓደ ብርጌድ ጌሩ መንግስቲ ኤርትራ ስትራቴጂካዊ ቦታ ሒዙ መስመር ጅቡትን ኣዲስ ኣበባን ምቑራጽ እዩ ኢትዮጵያ ትብሃል ዓዲ ኣብ ዕስራን ኣርባዕተ ሰዓት ሻትዳውን ምግባር እዩ

ኣብ ቐፃሊ ብኻሊእ ቪድዮ ክሳብ ንራኸብ በብዘለኹሞ ሰላም ኹኑለይ ይመችኹም።